ሃይ ደቂ ነጋውስ ኣዜብየ ከመይ ኣለኹም ጽቡቅ ክትህልዉ ተስፋ እገብር ኣነ ብጣዕሚ ጽቡቅ ኣለኹ ሕጂ ከኣ ንደቂ ነጋውስ ሒዘልኩም መጽየ ዘለኹ ከኣ ቅርስታት እንታይ እዩ ትርጉሞምን እንታይ ክገብሩ እንታይ ዓይነት ኤነርጂ ሒዞም ኣለዉ እንታይ ኢንፍሉወንስ ክገብሩልና ክእሉ ኣብ ሓንጎልና ኢለ እየ ዝያዳ ከኣኒ ኩለን ቅርስታት ኣብ ዓለም ዘሎ ናይ ቀደም ቅርስታት ስለ ዝኾነ ምስ እዚ መሬትን ምስ ነብስናን ምስቲ ካልእ ምስቲኦም ኮባኽብቲ ኣብቲ ጠፈርን ምስቲን ካልኦት ፕላኔታትን ንሕና ክንዛረበሎም ዘይንደሊ ምስኣቶም ከም ዘራኽበናን ከም ንራኸብን ኮመኒኬት ከም ንገብር ዝነበርና ኢለ እየ ኣምጺኤ ዘለኹ ኣይ ሆፕ ደስ ክብለኩም ቅድሚ ኣብዚ ምእታወይ ግን ንእሽተይ ኣፕ ቱ ደት ክገብረኩም ኣብዚ ከረንት ኣብዚ ኩነታት እንታይ ይከወን ኣሎ ብጣዕሚ ብጣዕሚ ከቢድ ግዜ እዩ ዘሎ ደቂ ነጋውስ ብሕልፊ ብሕልፊ ንኣደ ኤርትራዊት ንኣደ ኢትዮጵያዊት ንኣደ ሱዳናዊት ንኣደ ሱማላዊት ነዚኦም ኩለን ኣዴታት ከምኡ እውን ኢትዮጵያ ስለ ዝብሎም ትግራዎት ኣደ ትግራዊት ንኹሉ ከቢድ ግዜ እዩ ምኽንያቱ ምሽ ውላድካ ክመተካ ከም ውላድ ናይ ካልእ ሰብ ክመተካ ከማን ብጣዕሚ ደሕዝን ግዜ ስለ ዝኾነ ብደኾነ ናይ ግድን ግን ኩሉ ተዓቢጡ ክተርፍ ኣይክእልን እዩ ናይ ግድን ክወፅእ ክኽእል ኣለዎ ኣይ ቲንክ ቁስልና ከፊትና ክንርኢ ክንክእል ኣለና ክንሐዊ ድሑን ኮይና ኢለ ዝብል እዚ ናይቲ ደለኒ ስምዒት ማለት እዩ ጥዑም ስምዒት ኣይኮነን ግን ኣነ ኩሉ ግዜ ከም ዝብሎ ከምዚ ድባሃል ከማነይ እስኻ ድሕን ሓደ ነገር ኣለካ ስሚዒትካ ኣብ መሬት ተተግብሮ ናትካ ኢዩ ናይ ዋላ ሓንቲ ኣይኮነን ኢለ ስለ ዝኣምን ናብኡ ገዲፌዮ ኣለኹ ብዛዕባ ቫይሩስ ብዛዕባ እዚ ኮቪድ ናይንቲን ቫክሲነሽን ሰባት ብዙሓት ይቃዳደሙ ኣለዉ ክውግኡ ንዓይ ከማን ብክልቲኡ ዓይነት ስርሐይ ክትውግኢ ተባሂለ ኦይ ክጸኒሕ ኢለ ኣነ እታ ዘይደሊ ክውጋእ ኢዩ ግን ኣነ ከኣ ተዛሪበ ነይረ ኢየ ብሓይሊ ድሕሪ ምስኦም ክንሰርሕ ኮይና ኣጎምጺጾም ከብሉና እዮም ሕጂ ኣጎምጺጾም ኢዶም ጠውዮም ኢለኩም ግን እነ ወይ ድሕን ደይትሰርሕ ኮንካ ክትበላ ኣይትኸልኒኻ ክት ክትውጋእ ኣለካ ከዓ ድሕን ክትሰርሕ ኮንካ ኦኬ ሕጂ ኣበይ ምስኦም ዲኻ ዋላ ምሳኻ ኣነ ስፒሪቹዋሊ ብዝኾነ ዋላ እቶም ክንውጋእ ኣለና ትብሉ ብዙሕ ብዙሕ መርመራታት እንዲ ዝግበር ዘሎ ነብስና ዘየፅርዮ ነገር የለ መልት እዚ መተን ሓጺን ዓይነታት ኣሎ ካብ ነብስና ክጸሪ ከቢድ እዩ ግን ነብስና ዘየጽርዮ የለን ስለዚ ክጸርዩ ብዙሕ ነገራት ከኣኒ ይፍጠር ስለ ዘሎ ንዕኡ ክሳእት ከምዚ ማግኔት ገይሩ ዘውጾ ሲ ኢሉሽ ሰለብ ሰብ ኣጆኹም ገልምታ ትበሃል ኣሎ እዚ ናተይ ናተይ ዓይነት ስፒሪቹዋል እዩ እቲኦም ካልኦት ከኣኒ ከምኡ ናብ ናይ ሕክምና ብብዝሒ ድኣምኑ ከኣኒ ጥዑይ እዩ ዋግኡ ገለ ዋላ ሓንቲ እቲ ኮንሲኮንሱ እቶም ሰራሕቲ ከማን ኣይፈልጦም እዮም ብዝበለጸ ግን ኣብ ዓዲ እንግሊዝ ድሕና ኣለኹም ናይዚ ኦክስፎርድ ትበሃል ኣይ ቲንክ ብዙሕ እንታይ ይበሃል ኣድቤታት ተገይሩላ ብዙሕ እንዲ ደሎ እሳ እያ ትበልጽ ይበሃል ኣሎ ስለዚ ድሕን ተወጊኤ ክነግረኩ ክርኤ ከመይ ከም ዝኾን ግን ክሓስበሉ እየ እንዳበልኩ ፀኒሐ ኣለኹ ስጋ ሕጂ ብዝኾነ ፈተኩም እየ ፈተኩም እየ ደቂ ነጋውስ ካልእ እንታይ ነይሩ ብዛዕባ ናይ ኮቪድ ተዛሪበ ብዛዕባ ካረን ሲትዌሽን ኣብ ዓለም እንታይ ይከውን ኣሎ ትፈልጡ ኣለኹም ኩሉ ሰብ ዓለም ሽፍት ትገብር ስለ ዘላ ሽፍት ማለት ሓፍ ኢላ እዛ ዓለምና እኔ ግርቅሜ ኣይትኸይኒ ሃው ኤቨር ናህና ኮንሰፕት ናህና ኣተሓሳስባ ናህና ኣጠማምታ ናብ ነገር ክቅየር እዩ ኦኬ ግን እዚ ንኸይርከብ ውግእ ኣለው ዕሱባት ውግእ ክገብሩ ናይ ግድን ዘለዎም ክነብሩ ድሕን ኮይኖም ንውሉድ ወለዶም ኣነ ቅድሚ ሕጂ ተዛሪበኩም እየ ንዓለም መንራን ከም ዝገብራ ኣብኡ ኣይንመላለስ ድሕን ደሊኹም እንታይ ትብደላ ኣዜብ ኣይርዳእናን እዩ ትብሉ ኬድኩም ኣብቲ ናይ ቀደም ኣነ ነዊሕ ኣለኒ ካብዚ ካብ ድዛረብ እዚ እዚ ግዜ እዚ ተዛሪበሉ እየ ግን ከቢድ እዩ ሰብ ክብሎ ሕጂ መዓልቲ ከዓ ምናልባት ኬፍ ተሂቡና ሓንቲ ከዓ ከውፅእ ክፍትን እየ ብዝኾነ ነቶም ንዓይ ሳፖርት ትገብሩኒ ሰምዑኒ ድርዳእኩም ከምዚ ናተይ ኣተሓሳስባ ዘለኩም ብጣዕሚ ብጣዕሚ ፅቡቕ የመስግነኩም እቶም ሳፖርት ትገብሩኒ ዘለኹም የመስግነኩም እቶም ሓደሽቲ ትመጹ ዘለኹም ከኣኒ ሸር ግበርዎ ፍልጠት ኣይንዕገቶ ፋሕ ነብሎ ክንነቅሕ መኣታ እቲኣ ናይ ኮን ናይቲያ ሽፍቲን ከኣ ክነግረኩም ኣተሓሳስባና ሓፍ ይብል ኣጣማምታና ናብ ዝኾነ ጹሩ ይኸውን ወገን ኣይንወስድን ስስዐ ኣይንወስድን ክፉእ እንዳገበረ ሓውኻ ሓወይ ክፉእ እገብራሉ ኢልካ ተኸሻሓሊ እዩ ኣነ ዓቢ ዝበሃል ተረክሶ ወይ ከኣኒ ተኸሻሓሉ ሰዓት ድመጸሉ ግዜ እዩ ኦኬ ፍርሒ ዝጠፍኣሉ ኦኬ ፍቕሪ ዝነግሰሉ እዩ ኣብዚ ንኽንኣቱ ግን ብዙሓት ሰባት ኣብ ብዙሕ ነገራት ክቀያየር እዩ ናይ ግድን ክቀያየር ኣለዎ ኣብ ሞሉእ ዓለም እዩ እዚ ንሓደ ንሓደ ናይ ኮን ኣብ ሓንቲ ነገር ክለቦ ከም ዝደሊ ግን ኩሉ ነገር እሉጅን እዩ ኩሉ ነገር ኣብ ሓንጎልና እዩ ኦኬ ስለዚ ነዚ ክንኣምን ክንክእል ኣለና ኣብ ኢንደሄረን ኣብዚ ኣብ ሕጂ ክንነብር ክንክእል ኣለና ብዛዕባ ኣብ ሕጂ ተዛሪበ ነይረ ፕላስ ነቶም ነቶም ናይ ሚሊዮነራት ክንከውን ንብል ዘለና ተስፋ ደይ ምቑራፅ ተኺልኩሞ ዶ ድሕን ተኺልኩሞ ረእይዎ እቲ ቪዥን ኦኬ ሽዑ ፕላን ከነውፅእ ኢና ኦኬ ምናልባት ኣነ ግዜ ተረኺበ ከመይ ጌርና ፕላን ነውጽእ ንእሽተይ ብፕላን ክንዛረብ ኢና እቲ ካልኣይ ስቴጅ ማለት እዩ እቲ ናይ ምእካብ እቲ ገንዘብ ሕጂ ብዙሕ ሰብ ስለ ናይ ገንዘብ ናይ ግድን ሓደ ነገር ሕማቅ ክኸውን ኣለዎ ናብ ጽቡቅ ክወጽእ እንተ ደኣ ኮይኑ ኦኬ ክከፍእ ኣለዎ ክምጠጥ ኣለዎ ክብጠስ ማታን ኦኬ ኣብቲ ጥርዚ ክበጽሕ ኣለዎ ክወድቅ ማታን ሕጂ ሰብ ዋላ ንሓዉ ዋላ ገለ እዩ ዘብል ዘሎ ኦኬ እዚ ክጠፍእ እንድዩ እዚ እንተኾነ ግን ንሕና እቲ ሰብ እቲ ሰልዲ ንእክቦ ንሰብ ወይ ገለመለ ዘይኮና ንሕዞ ኢና ምክንያቱ ከድልየና እዩ መጀመሪ ዝኾነ ነገር መጀመሪ ሕጂ እዚኣ ብዛዕባ ፕላን ፕላን ኦሬዲ ንሕና ፕላን ጀሚርና ኣለና ዘርእናዮ ኣለና ናትና ዘርእናዮ ዘለና እንታይ ከም ንኸውን ሚለነራት ንክንከውን እዩ ኦኬ ከመይ ጌርና ኢና ክንበፅሕ ንእሽተይ ተዛሪበ ኣለኹ ግን እቲ ገንዘብ ምስ ተኣከበ ከሲ እንታይ ፍልጠት ኣለኒ ድዩ ትምህርቲ ኣለኒ ድዩ ዋላ ክእለት ኣለኒ ድዩ ዋላ ድሕን ደይብለይ ከ ከመይ ገይረ ገንዘብ የጋጭቦ ንእሽተይ ክንዛረብ ኢና ፈተውኩም እየ ደቂ ነጋሲ ሕጂ ነዚ ኣምፅኤዮ ደለኹ ክዛረብ ፕሊስ ሓንጎልኩም ፍትሕ ኢልኩም ማይ ሒዝኩም ኦኬ ማይ ሒዝኩም ሪላክስ ኮንኩም ነቲ ኣነ ዝዛረበኩም ደለኹ ፍትፍት ኣብልዎ ከዓ ንስኻትኩም ምክንያቱ ፈጣሪ ሓንጎል ሂብናይ እፈትወኪም እየ ሓደ ካብቲ ሳይናት ሽዱሽተ ሽዱሽተ ብዙሕ ሰብ እዚስ ብዙሕ ሰብ ዘብሎ ኣነ ብኡ ክጅምር መስለኒ እሱ ከማን መጀመርያ ይኮን ሽዱሽተ ሽዱሽተ ሽዱሽተ ሽዱሽተ ኣዴኻ ድሕን ሓሪቓ ወይ ዓባይ ሓፍትኻ ድያ ወይ ኣሞኻ ድያ ዋላ ገለይ ኣታ ቆልዓ ረይዎ ሽዱሽተ ሽዱሽተ ሓሪቕ ኣላ ማለት እዩ ኣብዚ ግዜ እዚ ክትሃድም ይደለካ ኦኬ ኣቲ ቆልዓ ስኻ ወይ ከዓ ኣቲ ቆልዓ ተምፅዮ ኣለኪ ሉክ ኦኬ ከርእያ እየ ስርሓ ፕላን ኢዚ ራይት ፕላን ብኢድ ብዙሕ ነገር ትገብር ኢኻ ብዙሕ ነገር ኤነርጂ ኣሎ እዚኣ ሕጂ ረፈረንስ ክትኮነና ኢለ ናይ መኒ ናታትኩም ከምዚ ኢሉ ዘይተቐፅዐ ቆልዓ ሰዲድ ኣሎ ማለት እያ ነቐፂዐካ ኣለኹ ይቀፅዐክ ኣለኹ ኦኬ ሕጂ እዚ ናትና እዩ እዚ ናትና እዩ ኦኬ ኣብ ውሽጥና ኣሎ ኣብ ንሕና ንገብሮ እዩ ኣብ ሰማይ ኣሎ ኣብ ማርስ ኣሎ ኦኬ ሕጂ ደቂ ነጋውስ ኣብዚኣ ንእሽተይ ነጥቢ እ፣ ክስታይ እ፣ ኣ- ኣውሪዱ ኣውፅኤልኩም ኣለኹ ኦኬ ኣይ ሆፕ ፈሎ ትገብሩ ነቶም ነዚ ናይተይ ዓይነት ኣተሓሳስባ ዘሎ ኦልሬዲ ካሽ ገይሮም ኣለዎ ግን ፍርኩንትሊ ከምፃ ክፍትኒ ማእታ ንሓንጎልና ፋሚሊራይዝ ክንገብሮ ምን ምዃና ኦኬ ንኣብነት እዚ ናይ ጉግል ሳይን እዩ ድሕን ትርእይዎ ኣለኹም ፕሊስ ፖዝ ጌርኩም ኣቅሪብኩም ረእይዎ ወይ ከዓ ስኢልኩም ከዓኒ ኣቅሪብኩም ክትርእይዎ ትኽእሉ እዮም ብዝኾነ ሕጂ እዚ ሽዱሽተ ሽዱሽተ ናይ ጉግል እዩ ሕጂ ከመይ ጌርካ በዚ በዚ በዚ መፂኻ ኢሎሞ እቲ እንታይ ይበሃል ከዓ ንሕና ምክንያት ኣባጊዕ እንዲዮም ዝብሉና ኢሉ ኣብቲ ኪቦርሲ ዳብሊ ዳብሊ ዳውሊ ስለ ዘሎስ ንዕኡ ኢለ'የ ጌረ ኢዩ ድብል ኣነ እዚ ሰሚዐ ኣለኹ ሎንግ ታይም ኣጎ ክወጽእ ከሎ ሕጂ ግን ኣይኮነን ግን ሽዱሽተ ሽዱሽተ ሽዱሽተ ኢዩ ኦኬ ሽዱሽተ ሽዱሽተ ከኣኒ ነጊረኩም እየ ብዛዕባ ሽዱሽተ ብጣዕሚ ብጣዕሚ ኮኔክት ዝገብር ሕጂ ሰብኣይን ሰበይትን ክራኸቡ ከለዉ ኢለኩም እንዴ እቲ ናይ ሰልሙን ዝበሃል ክራኸቡ ከለዉ ክልተ ሰብኣይን ሰበይትን ፕላስ ድሶን ክጸመዱ ከለዉ ሓደ ነገር ይፍጠር ጎጎል ንኩሉ ዓለም ኮኔክት ዘግብር ኣቢሉ ኣብኡ ከለካ ኢዚ ኢዚ ኢዚ ክትረክብዎ ማኣት ኣን ኢዩ ኦኬ ሕጂ እዚ ሽዱሽተ ሽዱሽተ ኢዩ እታ ናይ ብዛዕባ ስላሴ ከኣ ሓንጎል ከኣ ካብኡ ሓድሽ ነገር ኣይፈጠሩን እቲ ደሎ ጥራሕ ገላቢጦም ቅድሚ ሕጂ ነጊረኩም ኢየ ደምጽዋ ሕጂ መሬት ባሕርን ሰማይን ኢኻ እዚ መሬት ባሕርን ሰማያት ሂወት ሙቆት ምውላድ እዚ ኩሉ ኩሉ ነገር ድሕን ኣስተውዒልኩም ዓበይቲ ዓበይቲ ቢልዲናት ረእዩ ደቂ ነጋውስ ሰለስተ ሰለስተ ኣፍ ደገ ደለወይ ኦኬ ኣብ ኩሉ ዋላ ጉግል ድሕን ጌርኩም ወይ ዝኾነ ነገር ብሰለስተ እዮም ዝገብሮ ስላሴ ዋላ ናሕና ስላሴ ሰለስተ ሰብኡት እዮም ምሽ ኣነ ነጊረኩም ነረ እዚ ናይ ማይንድ ኣቦይ ብ ኣብርሃም ስቶሪ ነጊሩኒሲ እቲ ናተይ ስርሐይ ዝነበረስ ቀሊሉለይ ኢለኩም ኦኬ ሕጂ ዓቢ ነገር ኣይትብሎ ናትና እዩ ከመይ ጌሩ ናትና ክኸውን ኣዜብ ድሕን ኢልኩምኒ ደቂ ነጋውስ ንሕና እቶም ደቂ ሜሮኒ ዝበሃሉ ናይ እንዳ ንጉስ መራር ሜሮን ዝበሃሉ ዓበይቲ ዓበይቲ ገፋሕቲ ፋሚሊ ንሙሉእ ዓለም ዝቆፃፀርዎ ዝነበሩ እዮም ሓደ ዝሰልጠነ ዝሰልጠነ እዚ ሕጂ ዝሪኦ ንሪኦ ዘለና ኮፒ እዮም ዝገብርዎ ዘለዉ ዝሰልጠና ኢና ነርና ኣብ ትሕቲ መሬት ኣሎ መሬት ወርቂ እዩ ዝበሃል ነይሩ ምስ ኣብ መሬትን ኣብ ሰማይን ኣብ ማርስን ድወርዱን ድይቡን ዝበሃል ዝነበረ መላእኽቲ መላእክቲ ኮኑ እቶም ሰባት እዮም ዝወርዱን ዝድይቡን ኔሮም እዚ ከኣ ዶኪመንትድ እዩ ግን ከመይ ድሕን ኢልካ ኣብቲ መዓንጣ ናይ ዓለም ኣኳተር እዩ ዝበሃል ኣብኡ ድሕን ኮንካ ብቐሊሉ ክትርኢ ትኽእል ኢኻ ኣብቲ ሰማይ ዘሎ ኣብ መሬት ከኣኒ ይብልዎ ኔሮም ፕላስ ኮሚኒኬሽን ንፈጣሪ ከምዚ ኢልካ እቲ ተንብቦ ኣብ ቁርኣንኩምን ኣብቲ መጽሓፍ ቅዱስኩምን ተጠቀሙሉ ኦኬ ሕጂ እዚ ንምንታይ እቲ መጽሓፍ ቅዱስ እኮ ሰለይ መበሊ እቲ ቁርኣን እኮ ሰለይ ኣነ መዘናግዒ እየ ዝብሎ ግን ሰለይ መበሊ ናብዚ ንምብጻሕ እዩ ገይሮምሎም ነቶም ጃሃሊን ዝበሃሉ ነቶም ሓንጎል ዘይብሎም እዩ ተሰሪሑ ግን ንደቂ እቶም ነጋውስ ተዋሂቡ ብድኾነ እሱ እዩ እዚ ኣፕል ኣፕል ሕጂ ኣፕል ማክ ትፈልጡ ኢኹም ሕጂ ኣፕል ማክ ብዙሕ ፍላሰፋ ፍልሰፋ እዩ ዝገብረላ እቲ ተፈጢርዋ ዝተባህለ ኬድኩም ጉግል ግበርዎ ግን ኣዳምን ሄዋንን ማለት እዩ ምክንያቱ እንደገና ክልተ ተፃመድቲ ክራኸቡ ከለዉ ኦኬ ካብዚኣ ናይ ሽዱሽተ ሽዱሽተ ስላሴን እዚ ሰብኣይን ሰበይትን ኣይተበለ እዚኣ ብዛዕባ ሽዱሽተ ሽዱሽተ ሽዱሽተ ነጊረኩም ነይረ ክልተ ክልተ እዚ ኣንጎሎ ናይ ሰብኣይ እዚ ኣንጎሎ ናይ ሰበይቲ ኦኬ ሰለስተ ኣንጎሎ ክራኸብ ከሎ ከምዚ ናይ ንጉስ ሶሎሙን ኢሎም ዝወሰድዎ ንጉስ ሶሎሙን ከኣኒ ሶል ፀሓይ ሙን ከኣኒ ወርሒ እያ እዚኤን ቅድሚ ሕጂ ከ ነጊረኩም እየ ክልቲኤን ምስ ተራኸባ ይወልዳ ምግቢ በዓል ንሕና ንውለድ ካብዚ ንፍጠር ማለት እዩ ፀሓይ የለን ሕጂ ንኣብነት ይበሃል ነይሩ ንዓሰርተ ዓመት ኣነ እዚ ክሰምዖ ዝፀናሕኩ ፀሓይ እያ ተድሕነና ክበሃል እንታይ እዩ ጸሓይ እዩ ከድሕነና እዛ እንታይ እያ ትበሃል ፕላኔት ኤክስ ዶ ፕላኔት ዲስ ዶ ፕላኔት ዳእ ዶ በሃል ነይሩ ሕጂ ግን ቫይታሚን ዲ ቫይታሚን ዲ ዲ ትሪ ኦኬ ፀሓይ ምስ ሃርመና ቆርበትና ዝሰርሖ ፕላዝማ ኣብ ነብስና ንዓና ዘሕውየና እዩ ኦኬ ስለዚ ፀሓይ እያ ትሕዊ ኣስተውዕሉ ደቂ ነጋውስ ኣስተውዕሉ ኣብ ርእሲኡ ነዞም ዳይቤቲክ ዝኾንኩም ወይ ከዓ ንካልእ ኦቢሲቲ ገለ ዘለኩም ኩሉ ግዜ ኣነ ነጊረኩም እየ ጅንጅብልን ለሚንን ጋርሊክን ኣብ ገዛ ኩሉ ግዜ ክህሉ ኣሎ መታን ስለ ድባላሾ ግን ሓፂብኩም ቆራሪፅኩም ፍሪዘር ጌርኩም ኣብ ኪብ ወይ ከዓ ለሚን ከዓ ከምኡ ጌርኩም ኣብቲ ናይ እንዳ በረድ ኣብኡ ጌርኩም ተቐምጥዎ ገለ ነገር ክትኮኑ ከለኹም ክስማዓኩም ከሎ ማይ ውዑይ ጌርኩም ንዑ በጽቢጽኩም ትሰትዩ ድሕን ድሕን ዳይቤቲስ ኣለኩም መዓር ኣይትገብርሉን ኣብኡ ከሎ ትሰትይዎ ሽግር ኣይኮነን ድሕን ዳይቤት ኣለኩም ግን ደይብልኩም ግን መዓር ትገብርሉ እንቶም ዳይቤት ኣለና ከመይ ጌርና ኢና እቲ ምዕፃው እቲ ብላድ እቲ ምስ ረግአ ብላድ ነጊረኩም እንዴ እንዲ ዝቐትለና እንታይ እዮም ፈጢሮም ደሎ እሳቶም ባዕለቶም ፈልጥዎ ሕጂ ንሕና ከመይ ጌርና ኢና ነብስና ክንከላኸል ጻዕዳ ጻዕዳ ሽጉርቲ ቀይሕ ሽጉርቲ ቆሪጽካ ኣብ ኣፍ ልባኻ ክትገብሮ ትኽእል ኢኻ ኣብ ሓደ ሓደ ዓድታት ከማንሲ ጸቂቖም ብኬሪ ጻዕዳ ቀይሕ ሽጉርቲ ብኬሪ ማይ ኣብ መደቀሲ ድዩ ዋላ ኣብ ገለ ገብሮ ምክንያቱ ነቲ ኣትሞስፌር ስለ ዝቐይሮ ብዙሕ ነገር እዩ ንኣትሞስፌር ዝቐይር ናይ ኣጉዶ ክዛረብ እየ ፐረመድ እዚ ናይ ፐረመድ እዩ ኣጉዶ ናይ ኣጉዶ ርእሲ ማለት እያ እዚ ብዙሕ ነገር ጥቕሚ ኣለዎ ኦኬ ነዚ ኣድቨርታይዚንግ ክገብረልኩም ኢለ ስለ ዘይኮንኩስ ኣርእየኩም ኣለኹ ብኣጉዶ ክዛረብ ከለኹ ሽዑ ክርዳኹ ብዙሕ ነገር ኣብ ገዛና ክንገብሮ ዝግባኣና ነገር ኣሎ ክንሐዊ ማኣታን ኦኬ ምክንያቱ እቲ ኣቀማምጣና ከማን ነቶም ናትና ሴል ጀነሬት ኣይገብርን እዩ ድሕን ኣብ ኣጉዶ ትቕመጥ ኮንካ ኣብ ከለኹ እዚኣ ወዲያልኩም ኣብ ኣጉዶ ድሕን ተቅመጥ ኮንካ ግን እቶም ናትካ ሴል ቡኡ እዩ እዚ ዓበይቲ ፐረመድ ኣብ ዓለም ዘሎ ኦኬ ናትካ ሴል እንደገና ይሕደሱ ብቕልጡፍ ሕጂ እቲ ሕማም ምሳኻ ጸኒሑ ኣየሕምመካን ንማለት እዩ ብዙሕ ነገራት ንሕና ካብ ነፍስና ርሒቕና ኣለና ዝብልዎ ካብቲ ፋራታት እዩ ናይ ፋራታት ኢና ንርሕቆ ካብቲ ናትና እንታይ ይበሃል ናትና ልምድታት ኦኬ ኮምፓስ ኮምፓስ እዞም ኢምፖር እም እንታይ ይበሃል ዝበሃሉ እዚኦም ናይዛ ዓለም ዘዘዋውርዋ ዝጥቀሙሉ ናታቶም ሳይን ገለ መልካ ትበሃል ሓባሪ ማለት እዩ ሓባሪ ኦኬ ሓባሪ ማለት ኮምፓስ ማለት ሓባሪ ኦኬ እቲ ሓባሪ ከዓኒ ኣብ ሓደ ቦታኻ መብፅሒኻ ኣብ ሓደ ቦታ ክትበፅሕ ረእዋ እዚ ሓባሪ ኣብ ሓደ ቦታ ንክትበፅሕ ኣበይ ኩሉ ሰብ ኣብ ሓደ ቦታ ንክበፅሕ እዩ ኣብዚ መፅኡ ዘሎ ኦኬ ሓባሪ ማለት ንዕኡ እዮም ዝሰርሑ ግን ነቲ ካልእ ሰብ ግን ኣንፈቱ ከስሕትዎ ክኸእሉ ኣለዎ ትብል ንስኾ ንትስኻ እቲ ጽድቂ እቲ ቦታ ናይ ጽድቂ ንብዙሓ ንብዙ ንብዙሓት ሰባት ኣይኣክልን እዩ ስስዐ ኣሎ ኣብ ኩሉ ስስዐ ኣሎ ዋላ እዚ ውግእ ናይ ኤርትራ ከማን እኮ ስስዐ እዩ ስስዐ ናይ ናይ ኣንኤ ድኸውን ሓላፊ ናይ ምሉእ ኢትዮጵያ ኖኖ እስኻ ስብ ኣይትኸውንን ኢኻ ከምዚ ዓይነት ስስዐታት ብዙሕ ሰብ ይመውት ኣሎ ብዙሕ ጭዋ መንእሰይ ይመውት ኣሎ ኣብዘይ ሰይጣኖም ኣነ ነጊረኩም እየ ንዓና ሕማቅን ክፉእን ኣለና ኦኬ ሕጂ ድሕን እቲ ሕማቅካ ነጊሱ ሰይጣን ስራሕ ትገብር ኦኬ ኩሉ ሰብ ድበጽሖ እዩ ኦኬ ኣብ ጭንቂ ድሕን ኣለካ ኣብ ፍርሒ ድሕን ኣለካ ተስፋ ምቁራጽ ድሕን ኣለካ ዝኾነ ነገር ክፉእ ክትገብር ትኽእል ኢኻ ኦኬ ግን እዚ ድሕመ ዘሎ ብብዝሒ ኣይመስለንን ሓደ ሰብ ግን ክመውት እንዳበለ ኣብ ዘይኮነ ነገር ሕማቅ ክገብር ይኽእል እዩ ግን ታኒካ ድሰርቀሉ ኣይረኣየንን ኣይከውንን እዩ ከማን ኢዳዝን ሃፐን it doesn't happen ተወተሃደር ኮይኑ ሕጂ ክመውት ድሕሪ ፍርቂ ሰዓት ክመውት ድሕሪ ዓሰርተ ደቂቅ ክፍል anyway ብዙሕ ክንጥንቀቅ ክንክል ኣለና ኣነ ከማን እዚ ክብል ኣይግባኣንን ክንጥንቀቅ ኣለና ደቂ ነጋውስ እንታይ ንብል ኦኬ ሕጂ እዛ ናይ ንጉስ ሰሎሞን ኦኬ እዛ ናይ ንጉስ ሰሎሞን እዚ ታሪክ እዮም ገይሮም እምበር ንጉስ ሰሎሞን ዝበሃል ኣብ ታሪክ የለን ግን ጽንጽዋይ እዮም ሰሪሖም ከም ኩሉ ኣነ ዝብለኩም ይቅሬታ ግበሩለይ ከምቲ ናይ የሱስ ከማነይ ናይ ጥንቲ እዩ ክርስትና ሕጂ ዝመጸ እዩ ስለዚ ሲ ቅድሚ ክርስትና ዓለም ካልእ ሃይማኖታት እዩ ነይሩ ኣብ ርቀቕቲ ነገር ርቀቕቲ ነገር ማለት ኣብ ዘይረኣይ ኣብ ነፍስኻ ኣብ ውሽጥኻ ዘሎ ብርሃንካ ኢኻ ብኡ ተሓቢርካ ኢኻ ትኸይድ እሱ እዩ ኮምፓስ ኦኬ ሓባሪኻ ውሽጥኻ ምርካብ ኦኬ ሕጂ ንኣምነት ኩሉ ዓዲ ናቱ ሲምፖል ኣለዎ ናቱ መለለይ ኣለዎ ኦኬ ሕጂ እንታይ እዩ መለለይ ድሕን ኢልኩም ትፈልጡ ኢኹም ንኣመት ባንዴራ ናይ ኤርትራ ባንዴራ ናይ ኣሜሪካ ባንዴራ ናይ ገለ ኩሉ ትርጉም ኣለዎ እሶም ጥራሕ እዮም ዝፈልጥዎ እቶም ኸጠጥቱ ኦራይ ሕጂ ንኣምነት ኣብ ናይ ባንዴራ ናይ ስዑዲ ሴፍ ኣለዎም ምክንያቱ እቲ መሬት ብሴፍ ስለ ደምጾ እቲ ሴፎም ከማነይ ከምዚ እምበረ ከምዚ ሓቋፊ ይኮነን ራይ ይፈላለዩ ኩሉ ነገር እዚ ከምዚ ከምዚ ንገብሮ ኢለኩም ኩሉ ነገር ትርጉም ኣለዎ ማካ ኦኬ ሆሊላ ሆሊ እቲ ቅዱስ ቦታ ቅዱስ ቦታ እዩ ቁዱስ ቦታ እስቲል ቁዱስ ቦታ ኢዩ ሰብ ስለ ዝኮዶ ቁዱስ ቦታ ኢዩ ግን ከምዚ ኣይኮነን ኔሩ ሺቫ ሊንጋ እቲ መሬት ቀዳማይ ነገር ናይ ኢንድያ መሬት እዩ ኔሩ ሕዲጎሞም ምስኣቶም ምስቶም ጻዓዱ ምስቶም ኢንድያ ተዳቂሎም እዮም እዚኦም ዓረብ ዝበሃሉ ወጽዮም ራይዎም ኣብኡ ከለኹም ኦኬ እዚ ዓቢ ነገር ኣይዲ ኣይዲ ብዙሕ ነገር ክትፈልጥ ዘየድልየካ ንሪኢኻ ክትፈልጥ ትኽእል ኢኻ ኦኬ ዋላ ካብ ብዙሕ ዋላ ካብ ኣሽማቶም ዋላ ካብ ኣከዳድንኦም ዋላ ካብ ገርና ኢንፋክት ንዓና ኢንድያ ዝያዳ ይቐርቡና ከም ጾኤ ብብዙሕ በከዳድናና ዲ በባልዓና በፋሚሊ ኣተኣላልያና እዚኦም ኣተሓሚቖሞም ዘለዉ ምክንያት ኣለዎ ንምንታይ ከምኡ ገይሮም ኣተሓሚቖም ኣተሓማሚቆሞም እምበር እዚ ኸኣ እወ እዚ ሺቫሊንጋ ሺቫሊንጋ ብቅድሚ ሕጂ ነጊረኩም እየ ነይረ ግን እንደገና ክብለልኩም እየ እዚ እዚ ናይ ካዕባ ሺቫሊንጋ ማለት እዚ ፈልስ እዚ ናይ ሰብ ናይ ወዲ ተባዕታይ እም፣ ብልዕቲ ዝበሃል ብልዕቲ ናይ ጓልን ክረኽብ ከሎ ካ- ዋላ ሓንቲ ሓድሽ ነገር የለን ከምዚ ስ- ከምዚያ ሰለስተ ኣንጎሎ ማለት እዩ ወይ ከዓ ከምዚያ ናይ ዴቪድ ዴቪድ ብዙሓት ኣንስቱ ዝበሃላ ብዙሓት ኣንስቱ ኣብኡ የ- ኣይሕስውን እዮም ግን ክትግንጽሎ ክትክእል ኣለካ እቲ ስቶሪ ኣሎ ኦኬ ከምዚ ኢላ ምስ ሓደ ተደቂ ኢላ ዶ ቆልዓ ተወሊዱ ዶ ገለ መለ ም- ኣ- ምርኻብ ኣሎ the same thing ምስዚኣ ናይ እ፣ እንታይ እዩ ዝበሃል ኩሉ ይራኸብ እዩ ኦኬ ሕጂ እዚ ሺቫሊንጋ ከዓኒ ወጺእናዮ ኣለና ምስ እንታይ ይበሃል ከም ዝረኸብ ቅድሚ ሕጂ ነጊረኩም ነይረ ኣብቲ ናይ ካልእ ኬድኩም ረእይዎ ምስ ናትና ክስታይ ከኣኒ ብዙሕ ይራኸብ እዩ ነጊረኩም ነይረ እየ ምስ ናትና መስቀል ኦኬ መስቀል ከማን ለመዓልቲ ገይረ ኣለኹ ምስናትና መስቀል ከማን እዚ መስቀል ብዙሕ ብዙሕ ነገር እዩ ዘብል መስቀል ሓደ ካብቲ ቅርስታትና እዩ ነይሩ እምበር ብዝያዳ ንሕና ንኣንክ ብኣንክ ኢና ንካይ ነርና ምክንያቱ ኣንክ ከም ናይ የሱስ ገይሮሞ እምበር እዚ ማህፀን እዩ ቆልዓ ዝኣተወሉ እንደገና ሰብኣይን ሰበይት ምስ ተራኸቡ ቆልዓ ወፅእ ቆልዓ ድሕ እንደየለ ላይፍ የለን ኣብዚ ዓለም ክትነብር ኣይትኽእልን ኢኻ ምውላድ ሰብኣይን ሰበይትን ምርኻብ ዓብ ነገር እዩ ሕጂ ግን ኣምፅኦም ዘለዉ ኣጀንዳ ብዙሕ ኣጀንዳታት እዩ ሰብኣይ ምስ ሰብኣይ ክምርዖ ንፈልጦ ኢና ኣብ ከምኡ ዘተኣታተወ ከኣ ብዙሕ ሓገዛት ከም ዝረኽባ ርኢና ኢና ኣብ ኣፍሪቃ እቲ ዓዲ ፓሪስ መሲሉ ምክንያቱ ናይ ወዲ ወዲ ምምርዓው ስለ ዘበሉ ሕጂ ከኣ ይበሃል ኣሎ ወዲ ሸሞንተ ዓመት እንተ ኮይኑ ባዕሉ ዋላ ከማንሲ ካል ኣሎ ኣነ ደንበብ ኮብ ናይ ጀርመን ጓል ሓሙሽተ ዓመት ገለ ዝብል ኣነ ክዛረበ ይደልኒ ብኡ ግን እዚ ወዲ ሸሞንተ ዓመት ጓል ተደልዩ ጓል ክኸውን ይኽእል እዩ ወዲ ተኾይኑ ወዲ ሕጂ ቆልዓሲ እሱስ ብዙሕ ራይታ ብሕልፊ ብሕልፊ ናይ ኣብ ኤሮጳ ዝዓብዩ ቆልዑትን ኣብ ዓድና ዝዓብዩ ቆልዑትን ከማን ሰማይ ምድርን ቅድሚ ሕጂ ተዛሪበሉ ኣለኹ ኣብቲ ናይ ኣተዓባብያ ቆልዑት ንሕና ቀልጢፍና መችር ንኸውን እሳቶም ግን ይድንጉዩ እዮም ሳምሃው እዚ ኣነ ይኸንኩን ድበልኩዎ ባዕላቶም ቶም ተፋላሰፍቲ ድበሉ ድኦም ሕጂ ወዲ ሸሞንተ ዓመት ኣብኡ ክኣትዉ ብጣዕሚ ብጣዕሚ ብጣዕሚ ድሕዝን እዩ ኩሉ ግዜ ካብ ወዲ ድኻ እዩ ዝጥቃዕ ምኽንያቱ እቶም ሸሻል ሰርቭዝስ እንዳ ድኻ ገዛ እዮም እምበር እንዳ ሃፍታማት ገዛ ኳሕኲሖም ኣይርእዩን እዮም ከምኡ ክጽይቑ ኽማን ኣይኽእሉን እዮም ምኽንያቱ ደቆም ኣብ ፕራይቬት እዮም ዘምህሮ ንባራበር ንባራበር ንባራበር እዚ ክንገብር ግን እዚ ኩሉ ጽቡቕ ነገራት ክትገብር ኣብ ገዛኻን ኣብ ዓድኻን ኮንካ ዓዲ ክህሎካ ኣለዎ ሽዑ ኽማን ክትፍራሕ ክትዛረብ ከለኻ ምክንያቱ ድሕን ዓዲ የብልካን ኣነ ኣብዚ ዓዲ ንሕና ክንመፅእ ከለና ከም ኢትዮጵያውያን እዮም ዝፅውዑና ነይሮም ኦኬ ኤርትራውያን ኢና ኤርትራውያን እንተበልካ ኢትዮጵያ ብልካ ንሕና ንስንብድ ነርና ከመይ ገይሮም እዚኦም ከም ኢትዮጵያውያን ንፈልጦ ንሕና ኤርትራውያን ኢና ንብል ነርና ምክንያቱ ኤርትራውያን ስለ ዝኾና ብዙሕ ነገራት እንዲ ዘሎ በዚ ፖለቲካ ክኣቱ ኣይደሊን እየ እምበር ብዙሕ ነገራት ኣሎ ክንጥንቀቀሉ ዘለና ብዙሕ ደም ስለ ዝፈስሶ ኤርትራ ኤኒወይ ሕጂ ናበይ ክንኣቱ ንሕና ዋልታን ጭማራን እዩ መከላኸሊ ኦኬ ዋልታን ጭማራን ጌርካ ክትከላኸልን ብሴፍ ይፈላለ እዩ ኦኬ ዋልታን ጭማራን መከላኸሊ ኣነ ብዙሕ ክገልፀልኩም ኣይደሊን እየ ንስኻትኩም ስለ ትፈልጦ ዋልታን ጭማራን ሴፍን በበይን እዩ ዋልታን ጭማራን ንኣኒማል ትሃድነሉ ኢኻ ትስዕስዓሉ ኢኻ ዋላ ሴፍ ከማን ትስዕስዓሉ ኢኻ ok ግን እቲ ሲምቦል ድሕን excuse me እቲ ሲምቦል እቲ ናትካ መለለይ ድሕን ጌርካዮ ግን ካልእ ትርጉም ኣለዎ ክብል ኢለ ok ኩሉ ናይ ሓደሽቲ ሓደሽቲ ዝመጽእ ዝተኣታተወ ጸቕጢ ክመጽእ ከሎ ዝተኸላኸሉሉ እዩ ኣብ ኩሉ ኣብ ኩሉ እዩ ኣብ ኩሉ እዩ ዘሎ ከምኡታት ውግእ እቲ ንሕና ሲምፖል ንገብሮ ናይ ውግእ እዩ ከምኡ ውን ኣብ ናይ ኣክሱም ድሕን ርኢና ኣክስ ኦኬ ኣብዚ ናይ ኣክሱም እዚ ትርእይዎ ድሕን ኣለኹም ፋስ እዩ ኦኬ ናይ ፋስ ምልክት እዩ ኣስተውዕሉ ኣብዚ ሕጂ ኦኬ እዚ ናይ ፋስ እዩ ናይ እዚ ኣክሱም ኣብነት ኣሎ ሕጂ እቲ ሰቨን ቁፅሪ ሸውዓተ ረእይዎ ከመይ ከም ዝፀሓፍ ሳባ ዛዮን ዛዮን ዛዮን እቲ ዛዮን ከዓኒ ሸውዓተ ፋስ ናይ ፋስ ናይ ፋስ ምልክት ረእይዎ ኦኬ እታ ፋስ ኣብዚ ምሽ ክልተ ዓይነት ፋስ ኣሎ ከምዚ ዓይነት ክብብ ዝበለ ፋስ ኣሎ ከምዚ ፋስ ኣሎ ፋስ ቁፅሪ ሸውዓተ እያ ኦኬ ከተላለዩ ኣነ እዚ ንዓኹም ሆርሞር ክገዲፈልኩም ኣለኹ ግን እኒህለኩም ሂበኩም ኣሎ ሳባ ሳባውያን ሰብዓ ኦኬ እኒህለኩም ፋስ ኣብኡ ከሎ ካብ ዝንንዮ ኣነ ኣብኡ ክከይድ ኣይደሊን እየ ኦኬ ናይ ናይ ክልዮፓትራ መርፍእ ዝበሃል እዚ ኦብለ እዚ ኦብለስ ኦኬ ሸሊሕ እዩ መርፍእ ናይ ፕሊያካትራ እዩ ዝበሃል እዚ ምስዚ እዚ ናይ ሰብኣይ ብልዕቲ እዩ እዚ እዚ ኦተማን ናይ ኦተማን መራሒ ነዚኦም ኩሎም ኤሮጳውያን ሓሓዲኦም ሂብዎም ኣብ ዓዓዶም ኣለዎም እሱ ስለ ዝኾነ ድሕሪ ምድኻምና ደቂ ነጋውስ እቶም ሜሮናውያን ንጉስ እቶም ነጋውስ ምስ ደኸሙ ምስ ኣዳኸሞም በቲ ውሽጦምን ናይ ደገን ክፍኣት እዚ እቶም በዓል ኦተማን መጺኦም ይዕድልዎም ነይሮም ንኤውሮጳውያን ሰብ ጥራሕ ደይኮኑ ዝዕድሎም ቅርስታትም ይዕድልዎም ነይሮም ኦኬ ሕጂ እቲ ናትና ቅርስም እዚ እዩ ይርከብ እዩ ኣብ በዓል ሱዳን ኣሎ ደይተ ደይተ ተንከፈ ኣባናም ኣሎ ግን እዚ ኦ ፕለስ እዚ ግን ፋስ እዩ ይፍ- መርፍእን ፋስን ይፈላለ እዩ ኦኬ ኣብዚ ኣብ ምውላድ ኣሎ ኣብዚ ምቕታል ኣሎ ምቕታል ጥራሕ ዘይኮነ ምክልኻል ክኾን ኣሎ ከምኡ እውን ኣብዚ ምክልኻል ኣሎ ኣብዚ ምክልኻል ኣሎ ምቕታል ኣሎ ኦኬ እቲ ፍልልዩ ክትርእይዎ ኣብ ናይ ማካ ምውላድ እዩ ኦኬ ሊ- ሺቫ ሊንጋ ኣብ ናትና ብ እንደገና እሞ ክከዶ እየ መጀመርታ እዚ ከኣኒ ሂወት ok ሂወት ሞት ዳግማይ ምውላድ እዚኣ ከኣኒ ሲሚላ ነዚኣ እያ ግን ንእሽተይ ቀይሮማ እዚ ናይ ኣይርሽ ቅድሚ ክንደይ ዓመታት እዩ ቅድሚ ሰለስተ ሽሕን ክልተ ሚእቲን ቅድሚ ክርስቶስ ናታቶም ሲምቦል እዩ ናይ ኣይሩሽ ድሕን ሪኢኹም ቀጠልያ እዚኣ ኣብ ኩሉ ዋላ ክበቁል ኮሎ ሳዕርታት ቆጽልታት ትወጽእ እያ ሰለስተ ከምዚ ልቢ ልቢ ዝመስላ ድወጻ ናይ ቀደም እዩ ምሳና ከኣ ብዙሕ እዩ ዝራኸብ ምስ ናትና ሽዱሽተ ሽዱሽተ ኦኬ እዚ እንታይ ኣሎ እዚ ኣልፋን ኢሜጋን ትፈልጥዎ ኢኹም A እዩ A okay እዚ A ኣልፋን ኣልፋን ኢ ኣልፋን ኢሞጋን ዝበሃል okay እቲ ሳይን ትፈልጥዎ ኢኹም okay ናይ መጨረሽታን ብዙሕ ኣብ ኣባናን ይግበር እዩ ፈጣሪ ፈጣሪ ኣምላኽ ፈጣሪ ናይ መጀመርታን ናይ መጨረሽታን እዩ ዝበሃል okay እዚኣ ሲምፖል እዚኣ ከዓ ኒ ፊሽ ፊሽ ናይ ቺዝ እዩ እዚኣ ሲምፖል ድገብሩላ ናይ ዓሳ ሶሪ ናይ ዓሳ ሕጂ እዚኣ ሲምፖል እዚኣ እሞ ረእይዋ እዚኣ ናይ ዓሳ ግዜ ሕጂ ተወዲኡ ናይ ማይ ግዜ እዩ ድመፅእ ዘሎ ዝበሃል እዚ ሲምፖል እዚ ተወዲኡ ሕጂ ናይ ምእማን ገዲፉ ናይ ምፍላጥ ሓደ እንደገና ኸ ሽፍት ከም ንገብር ዘለና ንክገልፀልኩም ኢለ ኦኬ ሕጂ ናትና ሲምቦል ኣብ ዓድና ሽዳ እዩ ዘሎ ምሽ ሽዳ ኣሎ ታንክሎ ገመ ረፈረንስ ክኾነና ማተን ኦኬ ገመል ዋልታ ዓዋተ ሕጂ ዓዋተ ተገይረሉ ኣሎ ግን ከመይ ዓይነት እቲ ቅርፂ ከማኒ ክፅናዕ ኣለዎ ውሲልካ ኣይኮነን ኦኬ ብዝኾነ ምዝካሩ ደስ ይብል ዓዋተ እየ ደስ ይብል ኣበይን ከመይን ግን ክጽናዕ ኣለዎ ክጽናዕ ክኸል ኣለዎ ብዝኾነ ሕጂ ሽዳ ኣሎ ኣብ ኣስመራ ኣሎ ባጽዕ ከማን ተን ታንክታት ኣለዋ ብኡ ነቲ ዓዲ ስለ ዝተበሉሉ ከምዚ ኩሉ እዚ ብምውላድ ዘውሓሱ ኣለዉ ምጽናሖም ከይጠፍኡ ሰረቶም ከይጠፍእ ኦኬ ብምውላድ ከምኡውን ብምክልኻል ኦኬ ሕጂ ንሕና ኣየናይ እዩ ድሕሸና ብምቅታል ድዩ ዋላ ብምውላድ ንዓኹም ሆምወርክ ሒዘ ገዲፈልኩም ኣለኹ እዚ ሸውዓተ እዚ ቻካራ ሲ ቀንዴል ቀንዴል ቀንዴልኩም ኣብርሁ ማለት ሸካራኹም ኣፅርዩ ማለት እዩ ኦኬ ሰላም ግበሩ ፈቃራት ኩኑ ማእታ ኑብስኹም እተን ቻከራስ ብስነ ስርዓት ክሰርሓ ማለት እዩ እዚ ቀንዴል ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ሸውዓተ ሸውዓተ ቻከራ ኣነ ቅድሚ ሕጂ ብዛዕባ ቻከራ ተዛሪበ ነይረ እየ ቀንዴል ኣብርሁ ማለት ዓንዲ ሕቆኹም እቲ ፓይፕ ኣብርህዎ ማለት እዩ ካልእ ዋላ ሓንቲ ነገር የትሎ ኣይንፋላሰብ ቀንዴልን ናይ ኣብ ኣብ ፍቅሪ ምግባር ቀንዴል ክኽፈት ይኽእል እዩ ቀንዴለም ክኸፍቱ ዝደልዩ ኦኬ ምክንያቱ ድኻታት ስለ ዝኾኑ ሰብ ቀቲሎም ኣዋርቕ ስለ ዘይግፍጡ ማእታን ከፊሎም ናብ በዓል ማርስ ክኸዱ ኦኬ እንደገና ሂበኩም ኣለኹ ብስነ ስርዓት ብፅቡቅ ግብሪ ኣብዛ መሬት ግን ቀንድ የለም ክፍታሕ ይኽእል እዩ ኦኬ ግን ኣብዚታት ከይበፅሕ ንስብ ሃው እዮም ዘብሎ ሕጂ ንኣብነት የሱስ ክርስቶስ ሰላሳን ሰለስተን ዕድመ መይቱ ኣብ ዝዓለም ብዙሓት እዮም ዝስውኡ ብዙሓት ሰላሳን ሰለስተን ዕድሚኦም ዕድመታት ኣለዎ ዝስውኡሉ ምክንያቱ እሲካ ኣይትስውን ኢካ ሙት ዝበለ ኣረጊት ገለመለ ኣይትስውን ኢካ መንእሰይ ኢካ ክትስወ ደለካ ድሕን ክብሪ ክትረክብ ኮንካ ካብቶም መስዋእቲ ናይ ሰብ ዘብሉ ኣዜብ ካበይ ኣብ መስዋእቲ ሰብ ደይስዋ የስ ኣብ መጽሓፍ ቅዱስ ወን ኣብ ቁርኣንን ይብል እዩ ይስቅ ኣብርሃም ንይስቅ ወዱ ሓደ ወዱ ክስውኦ ብ ን ንኣምላኽ ክብል ስለዚ ኣሎ ኦኬ ሓንቲ ነገር ክብለኩም ዝደሊ ግን ሓንቲ ኣላ ትዘውር ናይ ቆልዓስ ኣብ ኣገልግል ኮይና ትዘውር ኣላ በውድኣመታት ግዜ ሰብ ድበልዑ ነይሮም ቀደም እዩ ዝበሃል ሕጂ ከምኡ እንተደይገበርና ይሓይሽ ምክንያቱም እቲ ከምኡ ዝገብር መመሪ ኣለዎም ማለት እዩ ኣነ ሸር ክገብሮ ክርኢ ከሎስ ዎው ይብል ሕጂ ፕሊስ እዚኣ ንቆጠበላ ምክንያቱ ቆልዓ ኣብ ኣገልግል ኣይግበርን እዩ ባኒ እዩ ኣብ ኣገልግል ቅጫ ኣብ እሱ ከማኒ ካልእ እንዲ ዘለዎ ብዝኾነ ግን ቆልዓ ከማኻ ኣይግበርን እዩ ካናበሊዝም እዮም ዝብልዎ ስለዚ ካብኡ ክንቁጠብ ኣለና ሕጂ መስጊድ ኦኬ ወይ ከኣኒ ቤተክርስትያን ሕጂ እዚ ናይ መስጊድ ምናልባት መተዓቅዲ እዚኦም ክስታይ ሕጂ እኳ ለሚድኩምን ትኾኑ ኢኹም እዞም ሙት ነብስኹም ኣብኡ ክትርኢ ካልእ ዘይትኽእሉ ምናልባት እዚኣ ክትሕመኩም ትኽእላ ግን ኣብዚ ናተይ ኣብ ራያለ ክትመፁ ትኽእሉን ኢኹም ኣይትምፁ ሕጂ ውፁ ክዛረብ ስለ ዝኾንኩ ውፁ እዚኦም ሃይማኖታዊ ሕጂ ካብዚኣ ገዛ ውፁ ማእታ ነዚኣ ክገልፃ ደልየ ስለ ዘለኹም እዚ ማህፀን ኢለኩም እየ ኦኬ ሕጂ ኣብዚ እንድየ ክዛረብ ኣብዚ ማርያም ጽዮን ኪዳነ ምህረትና ኪዳነ ምህረት ከምዚ እዩ ዝመስል እዚ ጡብ እዩ ኦኬ ኦኬ እዚኣ ሸውዓተ ርኢኹማ ዘለኹም ኣብዚኣ ናይ ፋስካ ኣብዚኣ ላዕሊ ኮይና ኣላ ኦኬ እዚ ጡብ እዩ ኦኬ ጡብ ኣጥቢብካ ኢኻ ቆልዓ ስብ ትገብር ኪዳነ ምህረት ትበሃል ማርያም ትበሃል ንሓራስ እዚ ጡብ እዩ እዚ ናይ ወዲ ተባዕታይ ብልዕቲ እዩ ok እዚ ድሕፍር ነገር ኣይኮነን it's a part of the body ናትና ነብስና እዩ ok ድሕ ንምንታይ ብፍንጫይ ድይሓፍር ብጸጉረይ ድይሓፍር ብገለ ዘይሓፍር ግን ኣብ ሓንጎልና ከምኡ ስለ ተበልና ግን ሲምቦል ኣሎ እሱ እዩ ኦኬ ኣብዚ ክትነብር ተዳ ኮንካ ክትወለት ክትክእል ኣለካ ከተጥቡብ ክትክእል ኣለካ ኦኬ እዚ የለን እዚ ብዕልግና ኣይኮነን እሱ እዩ ኣፍቲ ደገ ደሎ እዚ ድሕን ኢሎምኹም ግን ቡዙሓት ሰባት ሕጂ ጊዚኡ እዩ ቡዙሓት ሰባት ሃርታኣታት ሃርታኣታት ሒዛትኩም ክትሞቱ ኢኹም ከምዚ ሕጂ ወዲ መድሂን በራድ ምስ ኢትዮጵያ ምስ ከደ ቡዙሕ ሰብ ሓሚሙ ቡዙሕ ሰብ ሓሚሙ ሕጂ ከኣኒ እዚ ሃይማኖት ፋልሶ እዩ ታሪኹ ይጽንጽዋ እዩ ምስ ተባህለ ካብ ቡዙሕ ሰብ ከም ዝሓምም ኣነ ኣይጠራጠም እየ ግን ይበሃል ኣሎ ክበሃል ይክወጽእ እዩ ናይ ግድን ይክወጽእ ኦኬ ሕጂ እዚ ስዊስ ቴጋዝ ዝብሃል እዚ ናይ መን ሽሙ ዝጥቀመሉ ዝነበረ ሂትለር ዝጥቀመሉ ዝነበረ ኣነ ሰሚዐ ሲ ሂትለር ሲ ከፊሉ ዋን ወይ ንማርስ ከይዱ ገለ መልታት ስጋዕ ድማ ወሰ ኣብኡ ክነብር ገለ መልታት ከምኡ ኣንቢበ ሲ ሜክ ሰንስ እዚ ስእልታት ትሪኦ ከማና ህና መሬት ከም ትመስል ገለ መልታት ብዙሕ ኣሎ ንሕና ከዓ ሞሮስ ከዓኒ ካብ ማርስ መፂና ዋላ ሃይለ ስላሴም ከምኡ እዩ ዝብል ነይሩ ግን ንሱ ካበይ መጺኡ ዝተፍለጥ ነገር የለን ግን ኣነ ጓል ንግስ ሜሮን ከም ዝኾንኩ ብርግጽ ፈልጤ ዝተመሓላለፈ ደቂ ናጓት ዝኸማን ትፈልጥኹም ተመሓላለፈ ጽሑፍ ኣሎ ጥራሕ ንዓና ወር ወር ወር ወር ወር ማእታን ከይወጽእ ግን ኩሉ ግዜ ተዓቢጡ ዝነብር ነገራት የለን ሓንቲ መምህረይሲ ብጣዕሚ ሊቅ መምህር እያ ሕጂ ተዕልለኒ ተዕልለኒ ነይራሲ ሽዑ ከዓ ፈሊጣ ኣነ ከዓ ኤርትራዊት ምዃነይ እንታይ ኢላትኒ ካብ ሓርስ ፍዮር በቂሉ ኢላትኒ ኣነ ንምንታይ ከምኡ ትብለኒ ኢለ ተባይሰያ ማለት ናይ ብሓቂ ሓሪቐ ኩለን ስለ ደኽብራ ከዓ ኢለና ንተን መማህርተይ ማለት እዩ ኖ እዚኣ ክሊር ክትገብራ ክትከላላ ሕጂ ከይደ ክዛራ ስምዒ ኢላትኒ ኬድኪ ሕሰቢ መጀመርታ በዛ ድበልኩኺ ቅድሚ ምሳይ ምባኣስኪ ኢላትኒ ሕጂ ተሓሰብኮ ከምኡ እዩ ዝባሃል ካብ ሓርሲ ፍላወር ባዒሉ ንዓይ ኬፍ ኣይሃበንን ግን ማለታሲ ኣብዚ ሕማቅ ግዜ ኣይፈለጠትን ኣነ ቀልጢፈ ከም ዝወጻኹ ካብ ዓደይ ብዝኾነ ግን ብዙሓት እንታይ ይባሃላ ጻድቃናት ጥዑያትን በላሕትን ኣለዋ ኢለ ዝኣምን ኣብ ኤርትራ ሕጂ ሕሰብሉ ገለ መልሲ ምዒለያ ኣብ ዓድና ኢለያ ዓሰርተ ሰባት ሰላም ድሕን ኢልኪ ሓንቲ ሰበ ሓንቲ ሰብ ወይ ሰብኣይ ኢለያ ብጹኣት እዮም ኢለያ ሰንቢዳ ኢለ ኣይትሰንብድ ኢለያ ምክንያቱ ሽዕኡ ኮፍ ኢልና ምስ ዕለልና ግን ተራዳዲእና ኣነ ከማነይ ሓቃ ከቢድ እዩ ኣብ ሕማቅ ግዜ ጥዑያት ሰባት ክወፁ ብጣዕሚ ከቢድ ምክንያቱ ተሓንጎልካ ሽር እንዳፈለጥኩ እንዳኸድኩ እንዳፈለጥኩ እንዳኸድኩ ግን ሓቃ እያ ክብረት ኣለኒ ንመምህረይ ብድኾነ ሕጂ እዚ ናይ ስዊስቴካ እዚ ሂትለር ዝጥቀመሉ ነይሩ ናይ ሂትለር ኣይኮነን ናትና እዩ ነዚ መስቀል እዮም ከማኒ ሴሮሞ ድሕን ደምሲስካያ መስቀል እዩ ኤስኤስ ኮይ ኤስኤስ እዩ ሳን እመኑኒ ኦኬ እዚ ኤስ ኤስ ፀሓይን ወርሕን እዩ ሰብኣይን ሰበይትን ማርያምን ክርስቶስን እዩ ወላ ሓንቲ ወላ ተኸድካ ተኸድካ ተኸድካ እሱ እዩ ኦኬ እ፣ ጥራሕ ክልተ ኤስ እዩ ኣብ ርእሲኡ ኻኒ እ፣ እቲ መጀመርታ ድበሃል እዚ ካብዚ ክንምልጥ ኣይንኽእልና መጀመርታ ኣብ ዓለም ዓይኑ ዝተኸፈተ ዝፀደቐ ቡዳ እዩ ዝበሃል እዩ ዝብሎ እዚ ስ- ፀሊም ሰብኣይ ኦኬ ለዊጦሞ እንዳ ለወጥዎ እንዳ ለውጥዎ ከንፋር ፀ ጉጉል ጎሮ ከንፋር ገጅፍ ኣፍንጭኡ ገጅፍ ከንፈሩ ፀሊም ክርድድ ዝበለ ፀጉሪ እዩ እዚ ኣብቲ ነቶ ኣፍ ልቡ ኣለዎ ሕጂ ኣነ ኢለክሜ ተን ሰለስተ ብታሕቲ ደሎ ተን ሰለስተ ብላዕሊ ኣብ ልቢ ምስ ተረኸባ ኩሉ ነገር ሰላም እዩ ኢካ ትከውን ምስ ምስ ዓለም እዚኣ ካቨር ገይረያ ኣለኩ ናይ ናይ እዚኣ ኣንክ ነጊረኩም እየ ማህፀን እዩ ኣንክ ማህፀን እዩ ኣብ ኣብ ማርስ ይረክብዎ ኣለዉ ሕጂ እዚ ኤቭሪዌር ኣብ ዝኾነ ታንክ ትረ- ይረክቡ ኣለዉ ስእልታት እንዶ እ፣ ካልኦት እ፣ ሰባት ጸለምቲ ሰባት እዮም ኣብኡ እ፣ ዝረኽቡ ዘለዉ ድብሉ እዚ ጾታይ ሓቂ እዩ ስለዚ እዚ ኣንክ ከኣኒ ናይ ቀደም ናትና ምዃን ኣነ ዝክረኒ ማዘረይ ዓቢ ሕጂ ከማ ንጎብረን ዓቢ ሰንሰለት ነይርዋ መስቀል ኣብ ከብዳ ድበጽሕ ወርቂ መስቀል ሕጂ ልክዕ ከም ኣንክ እዩ እቲ ከቢቡሲ ብጣዕሚ ካብቲ ካልእ ዝገጀፈ ነይሩ ሕጂሲ ነይሩ እዩ ጥራሕ እንዳ እቶም ኣንጠሮኛ ድም ድበሃል ኣምከኽቲ ወርቂ ሰራሕተኛታት እቲ ፋሽን እንዳምፁ እንዳምፁ እንዳቀያየርዎ ከይዶም እምበር እሱ እዩ ነይሩ ዋላ ዘን ሕጂ ዝገብርኦ እተን ኣብቲ ሃገር ሰባት ድሕን ኬድካ ኣይ ቲንክ እሱታት ይርከብ እዩ ይመሳሰል እዩ ከዓኒ ምስትዮን ኣብ ኩሉ ዓድታት ኣብ ኩሉ ዓድታት እዚ ኣሎ ዋላ ኣብ ዓዲ ዓረባት ኖርስ ኣፍሪቃ መስቀል ኣብ ግንባረን ትረክብ ድሕሪ መዓልቲ ምናልባት ክዛረበሉ እየ ብዙሕ ምስ ኢንድያ ከም ዝበልኩኹም ንማሳሰል ኢና ኒሕና ድሃብናዮም ብሰላም ዝነብር ዝነበረ ህዝቢ እዩ ኢለኩም እየ ዳሕራይ ግን ብዙሓት ስሱዓት መጽዮም ንምንታይ ስሱዓት መጽዮም ንዓና ክምህሩና ንዓና እዚ ጌጋ እዩ ዶ ክንስዕቦም ዲና ወይ ከዓ ኣይፋሉን ኢልና ካብኦም ክንርሖ ንዓና ከማን መርመራ ኒሕና ስጋ ለቢስና መር ክንምርመር ኢና መጺና እምበር ንሕና ብርሃን ኢና ክንፈልጥ ክንክእል ኣለና ብዛዕባ እንታይ እዩ ዝበሃል ሕጂ ረፈረንስ ረፈረንስ ረፈረንስ ትብል ኣነ እዚኣ ክዛረበላ ኣይደልን ነይረ እምበር ሕጂ ሓንቲ ሰሚዐያሲ ኣብ ኣብ ኤርትራ መንገዲ ኸረን ልቢ ትግራይ ጥውይዋይ ዝበሃል ኣሎ ኦኬ ንምንታይ ከምኡ ገይሮሞ ከምቲ ናይ ሲምቦል እዩ ኦኬ ሓደ ነገር ተረኺቡ ድሕን እንተረኺቡ ናይ ግድን ሲምቦል ክትገድፍ ክትክእል ኣለካ ሕጂ ንምንታይ ከምኡ ሓቂ ኣይኮነን ሓቂ እዩ ሕጂ ነዚ ልቢ ትግራይ ጥውይዋይ ትበላ ኣይርከብን እዩ ሕጂ ንኣብነት ወዲ መድሂን በራድ መን እዩ ካበይ መፂ ገለ ኮንፊደንት የብሉ ወዲ ፃዕዳ ክርስትያን ኢሉ እዩ ብዙሕ ሰብ ኣጥፊኡ እሱ ሕጂ ረፈረንስ ይገብረሉ ማለትሲ ረፈረንስ ረፈረንስ ስለ ትብሉኒ እዚኣ ሓንቲ ረፈረንስ ኣምጺኤልኩም ኣለኹ ሕጂ ኩሉ ነገር ዝበሃልሲ ኣለዎ ምክንያቱ ሕማቅ ኣይኮነን ካብኡ እንታይ ንምሃር ኣየና ኢና ንሓይሽ ኣየና ኢና ንደሊ ኣየና ኢና ንደሊ ንደቅና ኦኬ ኪዱ ተዋግኡ ተዋግኡ ኢልና ዲና መስዋእቲ ክንህቦም ከም ኣብርሃም ንወዱ ዝሃበ እቶም ተንበላሕቲ ባህልቲ ካንዓና ክፃወቱልና ዋላ ኖ ኖ ነዚ ኣይንሓብሮን ኢና ኢልካ ገዛኻ ከተጽሪ እስኻ ከምዚ ኢኻ እስኻ እስኻ ከምዚ ገባራይ ክንጸግ ክኽእል ኣለዎ ምኽንያቱ ሕጂ ናይ ኣፋላላይ ሰዓት እዩ እቶም ጽቡቅ ዝደልዩን እቶም ሽፍት ክገብሩ ዝደልዩ ጽቡቅ ክነብሩ ዝደልዩ ኣብ ዓለም እቶም ኣብ ውግእን ኣብ መከራን ኣብ ሕሰምን ንዓመታት እሳ እያ ደላ እቲ እዩ ሕጂ ኦኬ ብዙሕ ሰብ ሃርታታ ሒዛቶ ክኸይድ እዩ ኸይድ ኣለኻ

የሕዊ ነታ መሬትሲ ነታ መሬትሲ ብምልእታ ተር ኢለ እያ እተን ክስታይ ዘለዋ ኦኬ ሕጂ የብለይን ኣይትብለኒ ወድሕና ኣለኒ ኮይኑ ተር ኢለን እየን ነይረን ሕጂ ነዚ መሬት እጽርዮ ኩሉ ሰብ ከዓ ኣብ ኣጉዶ ቅመጥ ነይሩ ኣብኡ ድሕን ኮፍ ኢልካ ጥራሕ ኮፍ ጥራሕ ድሕን ኢልካ ኦኬ እቲ ሸይፕ ኦኬ ነቶም ሴልናትና ኦኬ ነቶም ሴላትና ክሕጎሱ ገብሮም ቀልጢፎም ከኣኒ ክሓውዩ ይገብሮም ክቃያየሩ ቀልጢፎም ቃያየሩ ሕጂ እቲ ሕማም ኣብቲ ሓደ ዝነበረ ተዘክሮ ሕማም ኣብቲ እንደገና ሓድሽ ድመፅ ኣይብልን ቀልጢፍ ቀልጢፉ ስለ ደፅሪ ሕጂ ኣጉዶ ድሕን ንወዲ መድሂን በራዳ ኣውፂእናዮ ከም ድሌትና ጌርና ሼፕ ክንገብሮ ንኽእል ኢና ኣነ ሲ ቀደም ኣቆልዑት ምስ ስድራቤቶም ክነራክብ ክንከይድ ከለና ሓደ ቦታ ነይሩ ሲ እቶም ቆልዑስ ኣብ ናይ ከም ናይ ኣብዱ ዓይነት ቦታ ኣብኡ ኮፍ የብልዎም ነይሮም ማእታን ሰላም ክርከብ ማእታን ምክንያቱ ናቱ እንታይ ይበሃል ስለ ዘለዎ ናቱ ኤነርጂ ፊልድ ስለ ዘለዎ ኦኬ እዚ ክንሰርሓሉ ክንክእል ኣለና ሕጂ እንታይ ኣሎ ደ ተዛረብኩሉ ኦኬ ኣብዚ ግዜ እዚ ኣብዚ ግዜ እዚ ጥባሕ ብዛዕባ ጥባሕ ጥባሕ ዝረብ ኣሎ ኦኬ ኣባና ጥባሕ ጥባሕ ኢና ንብሎ ኦኬ ኣይትጓዓጻጽጽዎ ኢኹም ኦኬ ኣነ ትግርኛ ስፒከር ኣነ ትግርኛ ተዛራቢት ሰብየ ድሕን ኣነ ጥባሕ ጥባሕ ጥባሕ ጥባሕ ኢለዮ ጥባሕ ጥባሕ ኦኬ ደይ ምፍልሳፍ ኦኬ ደይ ምፍልሳፍ ጥባሕ ጥባሕ እንታይ ማለት እዩ እንታይ ማለት እዩ እዚኣ ፍለጥዋ ጥባሕ ጥባሕ ጥባሕ ጥባሕ እንታይ ማለት እያ ጥባሕ ማለት ጥባሕ እያ ኣብዚ ኺዱ ንእሽተይ ኣነ ምፅኦኩም ኣለኹ ብዚ ኦኬ ኩሉ ብምጥባሕ እዩ ኦኬ ኩሉ ብምጥባሕ እዩ ዋላ ሽዳ ሽዳ እቲ ወፐን ጥራሕ እዩ ተቢል እምበረ ኣብ ምቅትታል እዩ ኣብ ምቅትታል እዩ ንሕና ቆልዑት ከ Anyway እዚኣ ዳሕራይ መዓልቲ ክሰርሓ እንድየ ሕጂ ብጥባሕ ጥባሕ ኣብ ካልእ ቦታ ከይወስደኩም ብጥባሕ ኣነ ከርእየኩም እየ ኦኬ ከርእየኩም እየ ረእይዎ እዚ ረእይዎ እዚ ኣብ ገጹ እዚ ጸሊም ሰብኣይ ሰለስተ ጥባሕ ጥባሕ ኣለዎ ብንብዓት ሰለስተ ጥባሕ ጥባሕ ብንብዓት እንተ ኮይኑ ሰለስተ ጥባሕ ጥባሕ ብንብዓት ኣለዎ ኦኬ ምክንያቱ ስለ ድሓዘነ ጥባሕ ጥባሕ መልክዕ ኣይኮነን ዝክርያት ተዘክሮታት እዩ ኦኬ ጥባሕ ጥባሕ ኦኬ ጥባሕ ጥባሕ ንብዓት እዩ ኦኬ ሓንቲ ክትፈልጡ ዘለኩም ጥባሕ ጥባሕ ንብዓት እዩ መልክዕ ኣይኮነን ኦኬ እዚ ክትፈልጡ ዶ ኣለኩም ምክንያቱ ድሕን ቆልዓ በክዩ ኦኬ ወይ ሰበይቲ ድሕን በካ ብሕልፊ ድሕን ሕብርካ ጸሊም ኮይኑ ብዙሕ ጨው ኣብቲ ኤርያካ ብዙሕ ጨው እዮም ደወስዱ ብዙሕ ጨው ድሕን ከ ናይ ጨው ዓይነት እዩ ድኸውን ጻዕዳ ጸሊም ኮይኖም ብዙሕ እዩ ደንጸባረቕ ጥባሕ ጥባሕ ኦኬ እዚ ጥባሕ ጥባሕ ካነ ኣብ ኤርትራ ጥራሕ ኣይኮነን ዘሎ ኣብ ሱዳን ኣሎ ኣብቲ ኣብቲ ኤርያ ብዙሕ ሰብ ተጠቢሑ ማእታ መንነቶም ኣጥፊኦም ካልእ መንነት ክብዎም ኦኬ ጥባሕ ጥባሕ ኢና ንብሎ ኣባና መመርሎ ምሽለኩም ኣነ መመርሎ ኣነ ንመን ይመስል ኣነ ንደ ይመስል ነቦ ይመስል ኣፍንጫ ዓይኒ ፀጉረይ ካብ ናተይ ስድራ ቤተ እቲ ሴል ናተይ መመሪ ስለ ዘለዎ ከምኡ ዲፕሊኬት ትገብር ከምኡ ዲፕሊኬት ትገብር ከምኡ ዲፕሊኬት ትገብር እቲ ጓሂ ሓዘንን ኣብ ውሽጥና ኣሎ ኦኬ ድሕን ኣዛኛጊዕና ኣብ ፅቡቅ ቦታ ኣብ ፅቡቅ ኩነታት ኮይና ኦኬ ድሕን ደይ ተዛነና እቲ ሕርቃን ኣሎ እቲ ሕርቃን ኣሎ ስለዚ እዚ እዩ ኦኬ ብብዙሕ ሓገዛት እዩ ክድሕን ዝኽእል እምበር ሕርቃን ኣሎ ኣብቲ ቦታ ብዙሕ ነገር ጉድ ተገይሩ እዩ ኦኬ ብዙሕ ሓገዝ ዝደሊ ህዝቢ እዩ ኣብቲ ኤርያ ኢስት ኣፍሪቃ ንዕኡ ክገብሩ ከዓ ንክንደይ ዓመታት ዝኸዱ ኣሎ ግን ብዙሕ ሰባት ኣይፈልጥን እሱ ኢለ ዓስሎ እሱ ኢለ ሰብ ክበሮ በቃ መዳመቂ ድሕን እዚኦም ዓይነት ሰባት እዚኣቶም ሕማቅ ገይሮም

ፅቡቅ ኣይኮነን እቲ ክወቅዕ እቲ ክወቅዕ እቲ ንምንታይ ኢሉ ሰብ ክሓትት ክኽእል ኣለዎ ኦኬ ንምንታይ ኢሉ ክሓትት እዚ ክንሕውየ ክንክእል ኣለና ምክንያቱ ረኣዩ ሕጂ ንኣብነት ኢለ ቅድሚ ሕጂ ነጊረኩም ንሓደ ሰብ ትሪኦ ምሽ ኣብኡ ከለካ ትፈትዎ ኣይትፈልጦ ሰራቂ ክኾን ይኽእል ቀታሊ ክኾን ይኽእል ዋላ ሸያጢ ኩሊት ክኾን ይኽእል ትፈትዎ ምክንያቱ ገለ ነገር ኣለካ ኣብ ውሽጥኻ ንዕኡ ኣትራክት ዝገብረካ ኦኬ ኣብኡ ከሎ ሰብ ርኢኻዮ ከዓ ትፀልኦ ነገር ኣሎ ዋላ ሓንቲ ኣቦኻ ይበለልካ ኣዴኻ ይበለልካ ትፀልኦ ኣብዚ ሕጂ ንዓይ ብዙሓት ትፀልኡኒ ከም ዘለኹም ኣብኡ ከለኹም ፈልጥ እየ ገለ ነገር ስለ ዘሎ ገለ ነገር ስለ ዘባራበርኩልኩም እዚ ሒዘ ክመፅእ ከማኒ ከቢድ እዩ ብድኾነ ትፈትውኒ ከዓ ኣለኹም ነዚ ሒዘ ስለ ዝመፃኹኹም ገለ ነገር ስለ ዘባራበርኩም ሕጂ እዚ ስለ ዘለና እዚ ሲ ከም ሕብረተሰብ ከመይ ጌርና ኢና ከነሕውየና ክንሓስብ ክንክእል ኣለና ጥባሕ ጥባሕ ጥባሕ ጥባሕ ቃንዛ ኣለዎም ምሽ ናይ ቀደም ምሽ ናይ ቀደም ናይ ትማሊ ብዙሕ ኣለዎም ቃንዛ ብዙሕ ኣለኒ ቃንዛ ብዙሕ ኣለና ቃንዛ ኣደ ብሕልፊ ኣብቲ ኢስት ኣፍሪቃ እተን ኣዴታት ብዙሕ ሓዘን ኣለዎ ሓዘነን ከማን ዘመሓላለፈኦ ዘመሓላለፈኦ ዘመሓላልፈኦ እዚ ክንሰርሓሉ ክንክእል ኣለና ተረኺቡ ኣነ ከማን ናብዚ ሕጂ ተዛሪበ ተረኺቡ መስኮት ኢልካ ብዙሕ ደይ ምዝራብ ብዙሕ ደይ ምባል ብጣዕሚ ክንሓስብ ክንክእል ኣለና እንታይ ንብል ክንሓስብ ክንክእል ኣለና እግዚኣብሔር ኣምላኽ መንገዲ ቁኑዕ እየ ይብለና እምበር እዚ ጥባሕ ጥባሕ ኣብ ኤርትራ ጥራሕ ኣይኮነን ደሎ ኣብ ሱዳን ኣሎ ኣብ ብዙሕ ቦታታት ኣሎ ኣብ ብዙሕ ቦታታት ኣሎ ኣብ ብዙሕ ቦታታት ኣብ ኣፍሪቃ ኣሎ ኣብ ኣፍሪቃ ኣብ ብዙሕ ቦታታት ኣሎ ኩሉ እዚ ድመስለና ቁንጅና ካብ ቃንዛ ዝመጸ እዩ ኣብ ሕቆኦም ኣሎ ዲዘኞ ኣብ ግንባሮም ኣሎ ዲዘኞ ኣብ ገጾም ኣሎ ዲዘኞ ኣብ ከብዶም ኣሎ ዲዘኞ ኣብ ኩሉ ዲዘኞ ኣሎ ሕጂ ፋሽን ኮይኑ ኣሎ ታቱ ንብዓት ይገብሩ ኣለዉ ታቱ ቀጦ ሕጂ ኦኬ ኩሉ ድዩ ዝወጽእ ዘሎ ኩሉ ወጻእ ኣሎ ኩሉ ወጻእ ኣሎ ናትካ ፐይን ናተይ ፐይን ኢዩ ሰብ ዝብል ዘሎ ኤረጳውያን ሕጂ ብጣዕሚ ሰርሑሉ ኣሎ ናትካ ናትካ ፐይን ናተይ ፐይን ይባሃል ኣሎ ነብሶም ማኣት ኣንቅሓዊ ኣነ ብዝሕልኩም መስለኒ ኤኒወይ እዚ ጥቅልል ኣቢለ ክብለኩም እዚ ኩሉ ናትና ሳይናሲ ክንፈርሖ ከም ዘይብልና ንስርሓሉ ከመይ ጌርና ኢናሲ ንቕድሚት ንሓስብ ጽቡቕ ንሓስብ ከመይ ጌርናስ ሕጉሳት ፍሱሃት ኮይናስ ነቲ ዝመጽእ ዘሎ ጀነሬሽንሲ ጽቡቅ ክእን ጽቡቅ ነብን መን እዩ እቲ ጠንቂ ክፍለጥ ክኽእል ኣለዎ ንምንታይ እዩ ከምኡ ዝገብር ዘሎ ብሕልፊ ብሕልፊ ንደቂ ነጋውስ ኣብ ደይ ጓይላና ኣይንሳዕስዕ ኦኬ ነንሕድሕዶም ይቃረቡ ንሕና እንታይ እቲና anyway እዚ ቅርስታት እንዲ ዝበሃል ቅርስታት ናይ ዓለም ናትና ምዃኑ ንሕና ወነንቲ ከም ዝነበርና ኣብዚ ከማን ኣሎ ካልእ ንሕና ወነንቲ ከም ዝነበርና ኣብ ኩሉ ከኣኒ ንኸይድ ከም ዝነበርና ኦኬ እዚ ናይ ኣክሱም እንድያ እዚኣ ናይ ኣክሱም ከኣኒ ሕጂ ናይ ኣጋኣዝያን እዩ ዝበሃል ናይ ኣጋኣዝያን ኣጋኣዝያን ማለት ኦኬ ሕጂ ኣብዚኣ ረፈረንስ ክበኩም እየ ኣሰሮለ ሰይጣን ኣግኣዞለ ኣዳም ትፈልጥዋ ዲኩም እዚኣ ኣሰሮ ለሰይጣን ኣግኣዞ ንኣዳም ኮነ ፍስሃ ወሰላም ዝበሃል ኣሎ ምግዓዝ ማለት ምርሓቅ ማለት እዩ ኦኬ ዳርጋ ካብቲ ሓደ ዓዲ ናብቲ ሓደ ዓዲ ናብቲ ሓደ ዓዲ ነጊረኩም ነይረ እየ እቶም ፓው ሓይሊ ዝነበሮም ላዕልን ታሕትን እንዳበሉ እዮም ዝኸዱ ነይሮም ካብ ሕጂ ኣብ ካልእ ክወስደኩም ኣይደልን እየ እምበር ከምኡ እዩ ካልእ እንታይ ኣሎ ኦኬ ሕጂ ብዛዕባ ኣብዚሐ የሎ ብዛዕባ ኣባጎብየ ክነግረኩም እየ ሓንቲ ነገር ክነግረኩም እየ ኦኬ ኣባጎብየ እንታይ እዩ ብዛዕባ ናይ መስዋእቲ እንድዩ እዚ ኩሉ ነናቱ መስዋእቲ ኣለዎ እዚ ኩሉ መቃታተሊ ዝወፀ ንሓደ ሰብ ክትስውእ ክትቅትል ኣለካ ማዕታ ንስኻ ክትመፅእ ሕጂ ብዙሕ ግዜ ወሲደልኩም ግን ክነግረኩም ኣብ ኣብ ሉሹ ዝባሃል ሪቨር ኣብ ቻይና ኦኬ መስዋእቲ ከቅርቡስ እንታይ ከም ዝገብሩ ጠፊእዎም ሕጂ ክንደይ ከም ክንደይ ከም ዝስውኡ ሰብዓ ሽሕ ሚእቲ ሽሕ ገለ መልታት ሽሕ ኣይደኖ ሽዑ ቶርተር እዚ ኣባጎቤ ወፅዩ እዚኣ ናይ ኣባጎቤ ከዓኒ ትፈልጥዋ እንዲኹም እንታይ ናይ ኣባጎቤ ሕጂ እዚ ኣባጎቤ ወፅዩ ኣብቲ ሕቁኡ ነጥብታት ነይርዎ። ሕጂ በቲ ነጥብታት ተ ተሰንዮም ከምቲ ነጥብታት ናይቲ ኣባ ጎብየ ይ ይ ይ ይብሉ ነይሮም። ኦኬ እ ሰዊኦም ማለት እዩ። እዚ መስዋእቲ ናይ ይሳቅ ኣሎ እ ኣብ ኤርትራውያን ከኣ ብዙሓት ዝተሰውኡ ኣለዉ ምሽ ሕጂ እዚኣ ነገር እዚኣ ብዝያዳ ነዚ ናተይ ዓይነት ትፈትዎ ትጽሕፉለይ ገለ መልታት እዚኣ the magic the magic box no the square magic square magic square ዝበሃል ኦኬ ረኣዩ ኢኹም ኣብኡ ዝያዳ ኣንፈት ክበኩም እዩ ሕጂ ኣባና ብዛዕባ ቶርተል ንሕና ኣካይዳና ኣካይዳ ኣባጎብየ ኣባጎብየ ዝበሃል ኣባጎብየ ኦኬ ንመስዋእቲ ኦኬ ዲቫይን ከም ከም ፈጣሪ ከም እግዚኣብሄር ከም ነቢ ከም ልኡኽ እዮም ዝቆፅርዎ ኣብቲ ግዜ እቲ ካብ- ካብቲ ካብቲ ወሓዚ ማይ ካብቲ ሪቨር ወፅዩ ቁፅርታት ኣብ ሕቑኡ ስለ ዝረኣዩ ክንደይ ከም ዝስውኡ ፈሊጦም ሕጂ ብዙሕ ነገራት ስለ ዝኸውን ዝካወን ዘሎ ንሕናሲ ጌና ጌና ኣይጀመርናያን ኣለና እቲ መፅናዕቲ ስለዚ ኣነ ከምዚ ኩሉ ግዜ ዝብለኩም ደቂ ነጋውስ ይፈትወኩም እየ ይፈትወኩም እየ ይፈትወኩም እየ ከይትሞቱ ከይትሞቱ ኣብ ዘይኮነ ከኣን ኣይትሕበሩ ኣራጋግጹ እንታይ እዩ ዝካየድ ዘሎ እዚ ክብለኩም እየ ዝደሊ ፈቶኩ ሸር ግበርዎ ንሕና ኣለኩም ከም ኣመልና ኮመንት ንገባበር ኣብቲ ደይት ሓደ መዓልቲ ክገብር ክፈትን እየ ፈቶኩም እየ ደቂ ነጋውስ የቐኔለይ ፈቶኩም እየ ፈቶኩም እየ ፈቶኩም እየ ኣዝቢዕዮ ቻው ፅቡቅ ምሸት